ደህና ዲኹም ከመይ እኒኢኻትኩም ሎማዓንቲ ኣብዚ ምስ ደቀይ ተኣኪበ መፅኤ ለለኹ ናይ ደቅኺ ሹም ትርጉም ንገሩና ኢልኩም ንዝሓተትኩምና ናይ ደቀይ ሹም ትርጉም ኢልኩም ብጣዕሚ ደስ እንዳበለኒ እዩ ዝነግረኩም ብመጀመርታ ስሞም ንኸፋልጥኹም ሽሞም ክነግርኹም እሞ ድሓሬታይ ማለት ምዃኑ ክነግረኩም እየ ብናይ መጀመርያ ውላደይ ንኤዛ ንጅምር ኢና

ከባቢኡ በብሰቡ ንዓና ኮይኑ ንሕና ብንፈልጦ ትርጉም ግን ካብ እግዚኣብሔር ዝተውሃበኒ ማለት እዩ ኤዛኤል ወይም ከዓ ሓደ ሓደ ሰባት ኣዛኤል ኢሎም ይፅውዕዎ ካብ እግዚኣብሔር ዝተውሃበኒ ናይ እግዚኣብሔር ማለት እዩ ኣይዳ ማለት ከዓ እንደገና ውህብቶ ማለት እዩ ያው ተመሳሳሊ እዩ ውህብቶ ውህብቶ ሓጋዚት ኮይኑ የስ ሓጋዚት ወይ ከዓ ውህብቶ ይበሃል። ኣይዳ እውን ብዙሕ ትርጉማት ኣለዎ። ኣይዳ ዳርጋ ኣብ መብዛሕትኡ በብቋንቁኡ ኣይዳ ኢሎም ሹም የውፅኡ ንጓል ኣንስተይቲ ውላዶም ኣይዳ ኢሎም የውፅኡ። ኣይዳ ማለት ሓጋዚት ውህብቶ ማለት እዩ እና ናይ ብሓቂ ከዓ እንደገና ሓጋዚት እያ ማለት እያ ክትሕግዝ እቲ ሓለ መዓት እያ። ኣይዳ ማለት ሓጋዚት ወይ ከዓ ውህብቶ ማለት እዩ። ኣርያም ኣርያም ማለት ቃሉ ባዕሉ ካብ ግእዝ ዝመጸ እዩ። ኣርያም ማለት መንበረ እግዛብሄር ማለት እዩ። ኣንሕና ብንፈልጦን ብንህቦ ትርጉምን ማለት እዩ። ንዓና ተረዲእና ብንህቦ ትርጉምን ብንፈልጦን በብኸባቢኡ በብቦትኡ ዝተፈላለየ ትርጉም ክህልዎ ይኽእል እዩ። ኣንዓና ብዝህበና ትርጉምን ንሕና ብንፈልጦን ግን ኣርያም ማለት መንበረ እግዚኣብሄር ማለት እዩ። ናይ ግእዝ ቃል ምዃኑ ኢና ከዓ ንፈልጥ። መሊሰዮ ክኸውን ተስፋ ይገብር። የቐንየለይ ነዛ ሓፊትኩምኒ ክብረት ይሃበለይ ናብ ትገብሩለይ ዘለኹም ምትሕብባር ዞም ቆልዑት እዚኦም ንክጥንክሩ ክነፍዑ ክቕፅሉ ትገብሩ ዘለኹም ካብ ልቢ ካብ ልቢ የመስግን እቲ ትህቡኒ ሞራላት ብኮመንት ይኹን ብመሰጅ ይኹን እንዳፀሓፍኩም ተበረታትዑኒ እንታይ ክንሕግዘኪ ቀፅልሉ ካባና ትደልዮ ነገር ከሎ ኣንሕና ክንሕግዘኪ ኢና ጎንኺ ኣለና እንዳበልኩም ተበረታትዑንን እዞም ደቀይ ብርትዐን ሞራልን ትኾንዎም ዘለኹም ኣሕዋተይ ኩለኹም ኣሓተይ ኣሕዋተይ ኩለኹም ካብ ልቢ ብእውነት ብጣዕሚ እየ ለመስግን ክብረት ይሃበለይ ካብ ልቢ ንፈትወኩም ነኽብረኩም እናለ የቀንየልና ሰይ ባይ ባይ ቻቻ